እግዚኣብሔር ብቓሉ ንእሽተይ ሓሳብ ክዛረበኩኒ እግዚኣብሔር ኣምላኽ ብመንፈሱ ቅዱስ ገይሩ ሰዲዱ ብቓሉ ክምህረና እዩ ማለት እዩ ቅድሚ ግን ኩላት ቀዳማይ ቆሮንጦስ ምዕራፍ ሓደ ካብ ዓሰርተ እስከ ዓሰርተ ክልተ ኣውፅኹም ብሓደ ከንብቦ ንደል ሓበርኩ ግና ኣሕዋተይ ኣባኻትኩም ክርክብ ከም ዘሎስ

ኣብዚ ሕጂ ጳውሎስ እዩ ንሰብ ቆሮንቶስ ዝዛረቦም ዘሎ። ኣብታ ሕብረት እቲኣ ዝተፈላለ ሓ ሓሳብ ንርኢ። ኣነ ናይ ጳውሎስ እየ፣ ኣነ ናይ ኬፋ እየ፣ ኣነ ናይ ክርስቶስ እየ ዝብል ዝተፈላለየ ናይ ኩላቶም ሓሳብ ንርኢ ማለት እዩ። እሱ ግን እንታይ ይብሎም ኣሎ? ሓደ ዘረባ ክትዛረቡ፣ ሓደ ልቢ ክህልወኩም፣ ሓደ ሓሳባት ክህልወኩም ማለት እዩ። ኣብ ዮውሃንስ ዓሰርተ ሰለስተ ሰላሳን ኣርባዕተን እንታይ ይብል? ከምቲ ኣነ ዘፍቀርኩኹም ጌርኩም ንሓድሕድኩም ክትፋቐሩ ሓድሽ ትእዛዝ እህበኩም ኣለኹ፣ ንዓና ዝተዋህበና ሓድሽ ትእዛዝ ምፍቓር እዩ መምርሒና፣ ዝተፈላለየ ኣብ ፍቕሪ ኸኣ ዝተፈላለየ ሓሳብ የለን፣ ዝተፈላለየ ልቢ የለን፣ ኣብ ሕብረት ከኣ ሕጂ ሓደ ሓሳብ ክህልወና እንተ ኾይኑ ክንፍቐር ኣለና። ስለዚ ሎሚ ንርእዮ ኣርእስቲ ፍቕሪ ኣምላኽ ከመይ ጌርና ኢና ኣብ ሕብረት፣ ኣብ ኣመንቲ፣ ኣብ ዓለማውያን፣ ኣብ ኩሉ ከመይ ጌርና ኢና ነንጸባርቕ ዝብል ሓሳብ ክንርኢ ኢና ማለት እዩ። መጀመርያ ፍቕሪ ኣምላኽ እንታይ ማለት እዩ? ፍቕሪ ኣምላኽ ማለት እዛ ፍቕሪ እዚኣ ካብ ናይ ግሪኽ ኣጋፐ ዝብል ቃል ዝመጸት ኮይና ዘይትለዋወጥ ወይ ከኣ ዘይትቀያየር ፍቕሪ እያ። ሓንቲ ኢግዛምፕል ነዚኣ ክትኮነና ትኽእል ከኣ ናይቲ ጥፉእ ወዲ ኣቡኡ ዘርእዮ ንውሕ ፍቕሪ ታሪኽ ክንሪኦ ከለና ብኹነታት ዘይለዋወጥ ጠፊኡ ወዱ ነቲ ንዑ ዝተዋሃቦ ንብረት ገንዘብ ኩሉ ኣጥፊኡ ተመሊሱ ኣቡኡ ከኣ ሓደ ዓይነት ፍቕሪ ጌሩ ተቐቢልዎ ማለት እዩ። ልክዕ ከምኡ ከኣ እግዚኣብሔር ኣምላኽ ኣባና ዘይፈላለ ወይ ከኣ ዘይለዋወጥ ፍቕሪ ኣለዎ ማለት እዩ። ንሕና ከኣ እዚ ፍቕሪ እዚ ተፈሊጥና ከመይ ጌርና ኢና ኣብ ኣሕዋትና ነንጸባርቆ ከመይ ጌርና ኢና ንገልጾ ክንርኢ ኢና ማለት እዩ። ኣብ ገላትያ ሓደ ኣብ ገላትያ ሓሙሽተ ዓሰርተ ኣርባዕተ እንታይ ይብል ማለት ኩሉ እቲ ሕጊ ብጻይካ ከም ነብስኻ ኣፍቅሮ ብትብል ሓንቲ ቐንዲ ሓንቲ ቃል ይፍጸም እዩ። ኩሉ እቲ ሕጊ ክብለና ከሎ ወላ እታ ቀዳመይቲ ሕጊ እታ ንእግዚኣብሔር ኣምላኽካ ብምሉእ ልብኻ ብኹሉ ሓሳብካ ብምሉእ ልብኻ ብኹሉ ሓሳብካ ብምሉእ ነፍስኻ ኣፍቅሮ ትብል ወላ እታ ቀዳመይቲ ንኣምላኽ ምፍቃር ወላ ንብጸይና ክነፍቅር ከለና እያ እትረኣ ማለት እዩ። ኣብዚኣስ ብዛዕባ እዛ ንሓውኻ ከመይ ጌርካ ተፍቅሮ ከም ነብስኻ ኣፍቅሮ ትብል ሓሳብሲ ምስ ዝኾነ ሰብ እንዳተዘራረብና ከለናስ እዛ ትእዛዝ እዚኣስ በቃ ናይ ግድን ክትፍጸም ዘለዋ ትእዛዝ እያ ኣብ ሂወትና ኢልናስ ንዘራረብ እያ ሕጂ ንሱ ከኣ እንታይ ይብለኒ እዋ እዚኣስ ኣነስ ኣይገብራን እየ ማለት ንዓይ ኣይትምልከትን እያ ኣለኒ ንምንታይ ኢሉ ይራሃሃ ንሱ ከኣ እንታይ ኢልኒ ኣነስ ንነብሰይ ኣየፍቅራን እየ ስለዚ ንሓወይ ከኣ ከፍቅር ትእዛዝ የብለይን ከም እኒ ምጻይ እየ ስለዚ ንሕና ከኣ ካብ ነብስና ክንጅብር ኣሎና ክነፍቅር ጽቡቅ ብሉ ዝሓሸ ነገር ቦታ ተረከቡ ዝሓሸ ክዳን ከኣ ተከደኑ እቲ ኣብ ጽቡቅ ነገር ንነብስኩም ጽቡቅ ፍቅሪ ግበሩላ ሽዑ ንብጻይኩም ከኣ ከምኡ ከም ነብስኩም ገርኩም ከተፍቅርዎ ኢኩም ማለት እዩ ስለዚ እዛ ፍቅሪ እዚኣ ወይ እዛ ኣምላካዊት ፍቅሪ ወይ እዛ እዛ ኣምላካዊት ፍቅሪ ብስምዒት ኣይኮነትን ትግለጽ ብተግባር እንኮላ እያ ትግለጽ ተግባር ክንብል ከለና ነቲ ሳምራዊ ታሪክ ክንሪኦ ከለና ሲ ከትኪቶሞ ዳርጋ ንሞት ጌሮምሲ ገዲፎሞ ሓሊፎሞ ከዱ ኢሉ በላ ሽዑ ሓደ ካህን መጽዩ ረጊጽዋ ሓለፈ ሓደ ሌዋዊ መጽዩ ንሱ ከኣ ልክዖም ረጊጽዋ ሓለፈ እዚ ሳምራዊ ሰብኣይ እዚ ምስ መጸ ግን እንተ ዝበላ ሓላፊ መንገዲ እዩ ኔሩ እዞም ሰባት እቲ ካህን እቲ ሌዋዊ ከኣ ኣብ ቤተ መቅደስ ዘገልግሉ እዮም ማለት ኣመንቲ እዮም ኢልና ንወክል ንኣመንቲ እዮም ዝውክሉ እዚ ግን ሓላፊ መንገዲ እዚ ግን ዓላማዊ እቲ ዓላማዊ ግን ምስ ራእይ እንታይ ገበረሉ ደንገጸሉ ብለና ደንጊጽሉ ከዓ ቀሪቡ ዘይቱን ወይኑን ኣውፅኡ ቁስሉ ደሪዙ ኣብ ኣድጉ ፅዒኑ ናብ ኣጋይሽ ማሕደር ወሲዱ ኣብ ሊዕ ኣሲ ተኸናኸኑ ወይሉ ገንዘብ ኮፊሉ ከይዱ ማለት እዩ ስለዚ ፍቕሪ ብተግባር እያ ትግለጽ ብኣፍ ጥራይ ኣይኮነትን ማለት እዩ ኣብ መዓልታዊ ህይወትና ፍቕሪ ብተግባር ኢና ክንገልጻ ዘለና እንዳ ገበርና ኢና ብገንዘብና ኩን ብነገርና ኩን ብኩሉ ነገርና ፍቕሪ ብተግባር ክንገልጻ ኣለና ማለት እዩ ካልኣይ ከኣ ኣብ ሮሜ ሓሙሽተ ሸሞንተ እንታይ ይብል ክርስቶስ ከኣ ገና ሓጥኣት ገና ሓጥኣን ከለና ክርስቶስ ኣብ ክንዳና ሞተ ይብል ማለት እዩ ክርስቶስ ንዓና መዓስ ሞይትልና ገና ሓጥኣን ከለ ልክዕ ንሕና ከኣ ከምኡ ንምጻኢና ገና ኣብ ሓጢኣት ከሎ ኢና ከነፍቅሮ ከለና ንዕኡ ርኢናስ ገና ሓጢኣት ወላ እንዳፈለጥና ወላ ኣብ ሓጢኣት እንዳገበርና ፈለጥናስ እቲ ጽቡቕ ነገር ናቱ ክረኣየና ኣለዎ እቲ ብሉጽ ነገር ናቱ ክረኣየና ኣለዎ ማለት እዩ ስለዚ ኖም እዚ ዝመጽእ ዘሎ ሰሙና እንታይ ኢልና ነሰላስላ ውሽጥና ማለት ከመይ ገይረ እየ እዛ ፍቕሪ ኣምላኽ እዛ ዘይትለዋወጥ እዛ ዘይትቀያየር ፍቕሪ ኣምላኽ ንዓይ ዘርእየኒስ ከመይ ገይረ እየ ብዝበለጸ ዘርእያ ብዝበለጸ ዘንጸባርቓ ዝያዳ ንሓወይ ከመይ ጌረ እየ ዘፍቅሮ ዝያዳ ከመይ ጌረ እየ ከም ነብሰይ ጌረ ዝርእዮ እንዳበልና ከነሳላስል ኣለና ማለት እዩ ምክንያቱ ናይ እግዚኣብሔር ኣምላኽ ንዓና ዝሃበና እቲ ዓባይ ትእዛዝሲ ንብጻይካ ከም ነብስኻ ኣፍቅሮ እያ ትብል ስለዚ እዛ ትእዛዝ እዚኣ ተፈጺምና እቲ ዝዓበየ ትእዛዝ ፈጺምና ኣለና ስለ ዝኾነ እግዚኣብሔር ኣምላኽ ይባርኩም